ንሎሚ ሶኒ ዕስራ ሚያዝያ ፍርቂ መዓልትን ፈረቓን ዝተዳለወ ሃገራውን ኣህግራውን ዜናታት ሒዘልኩም ቀሪበ ዘለኹ ማክዳ ሓጎስየ። ንምክትታልኩም ብኽብሪ እናዓደምኩ ብቐንዲ ኣርእስተ ዜና ፍልም። ኣብ ንኡስ ዞባ ዓረዛ ንልዕሊ ሚእቲ ዜጋታት መጥባሕቲ ዓይኒ ተኻይዱ። ኣብ ደቡባዊ ቀይሕ ባሕሪ ጎዳእቲ ልምድታት ንምግታእ ዝተኻየደ ንጥፈታት ተገምጊሙ። ኣብ ንኡስ ዞባ ዓዲ ቐይሕ ባህላዊ ቅነ ኣብያተ ትምህርቲ ምብራቓዊ ኣፃድፍ ተኻይዱ። ኣመሪካን ኢራንን ብምጥሓስ ስምምዕ ምቁራፅ ተኹሲ ንሓድሕደን ይወቓቓሳ ከም ዘለዋ ተቓሊሑ። እስጳኛ ነቲ ኣብ መንጎ ኤውሮጳዊ ሕብረትን እስራኤልን ዘሎ ናይ ምትሕብባር ስምምዕ ንምቁራጽ እማመ ከምእተቕርብ ኣፍሊጣ። ኣብ ጃፓን ብቐዳመይቲ ሚኒስትር ሳናይ ታካይቺ ዝምራሕ መንግስቲ ንዝኽተሎ ዘሎ ፖሊሲ ዝቃወም ሰላማዊ ሰልፊ ተኻይዱ። ዝርዝር ዜና ኣብ ንኡስ ዞባ ዓረዛ ብመልክዕ ወፍሪ ብዝተኻየደ መደብ ን ሚእትን ትሽዓተን ዜጋታት መጥባሕቲ ሓበላ ዓጽሚ ዓይንን ቅርኒ ዓንን ተኻይዱ። ኣብቲ ንሓደ ሰሙን ዝቐጸለ ወፍሪ ሓሙሽተ ሚእቲ ዜጋታት ምርመራታት ከምእተገብረሎም ዝሓበረ ኣወሃሃዲ ናይቲ መደብ ዶክተር ኣስራት ወልደገርግስ ዜጋታት ኣዒንቶም ብግቡእ ክከናኸኑ ዝኾነ ጸገም ምስ ዘስተብህሉ ድማ ብቕልጡፍ ናብ ትካል ጥዕና ክመጹ መኺሩ። እቲ መደብ ኣካል ናይቲ ኣብ ርሑቕ ከባቢታት ዝርከብ ህዝቢ እኹልን ብቑዕን ኣገልግሎት ጥዕና ንኽረክብ ዝወፀ ውጥን ስራሕ ከምዝኾነ ብምሕባር ውፅኢታዊ ከምዝነበረ ገሊፁ። እቲ ወፍሪ ሕሙማት ብምፍታሽ መጥባሕቲ ንዘድልዮም ንምግባር ዝዓለመ ምንባሩ ዝጠቐሰ ዶክተር መኮነን ኣብርሃለይ ብወገኑ መጥባሕቲ ዝተኻየደሎም ዜጋታት ንዝተወሃቦም መድሃኒት ብግቡእ ክጥቀሙሉን ክከታተልዎን ተማህፂኑ። ኣብቲ ንኡስ ዞባ ወፍሪ መጥባሕቲ ዓይኒ ድሕሪ ክልተ ሽሕን ዕስራን ክልተን ንካልኣይ ግዜ ይካየድ ከምዘሎ ዝሓበረ ሓላፊ ኮማ ሆስፒታል ዓረዛ ነርስ ዘርኦም ዘሞ እቲ መደብ ንነበርቲ እፎይታ ዝፈጥር ከምዝኾነ ኣብሪሁ። ወሃብቲ ርኢቶ ብወገኖም እቲ ወፍሪ ካብ ሃልኪ ጉልበትን ገንዘብን ኣናጊፉ ብርሃን ዓይኖም ከምዝመለሰሎም ብምሕባር ቀፃልነት ክህልዎ ኣዘኻኺሮም። ኣብ ዓሰብ ጎዳእቲ ልምድታት ንምግታእ ብደረጃ ዞባ ንዝተኻየደ ንጥፈታት ዝግምግም ኣኼባ ተኻይዱ። ወኪል ኤሪና ዒሰ መሓመድ ብመልክዕ ጸብጻብ ንዘዳለዎ ትሕዝቶ ሚካኤል ሓድጉ ከቕርቦ እዩ።
ክልተ ሽሕን ዕስራን ሓሙሽተን ኣብ ዞባ ዶባዊ ቀይሕ ባሕሪ ጎዳእቲ ልምድታት ንምግታእ ንዝተኻየደ ንጥፈታትን ውጽኢቱን ዝግምግም ሓለፍቲ ትካላት መንግስትን ግንባርን መራሕቲ ሃይማኖትን ዝተሳትፎ ርክብ ብዓሰርተ ሸሞንተ ሚያዝያ ኣብ ከተማ ዓሰብ ተኻይዱ። ሓላፊ ጨንፈር ሚስሪ ዕዮን ማሕበራዊ ድሕነትን ኣቶ ዮሴፍ ፍሳሃይ ኣብ ዘቕረቦ ጸብጻብ፣ ኣብ ዝሓለፈ ዓመት ንምርጋጽ መሰላት ደቂ ኣንስትዮን ቆልዑን ከምኡ'ውን ምውጋድ ኩሽቦን መርዓ ትሕቲ ዕድመን ዝምልከት ኣብ ምብራኽ ኣፍልጦን መረዳእታን ዘተኮረ ኣስተምህሮታትን ጎስጓሳትን ንተመሃሮ፣ ሰራሕተኛታት ደቂ ኣንስትዮ፣ መራሕቲ ሃይማኖትን ጸለውቲ ሰባትን ከምእተኻየደ ሓቢሩ። ተርእዮ ምኽንሻብ ደቂ ኣንስትዮ ኣብቲ ዞባ ሰማንያን ሰለስተን ሚእታዊት ከምዘሎ ዝሓብር ኣቶ ዮሴፍ፣ እዚ ኣሃዝዚ ነቲ ጥዕናውን ስነ-ኣእምራውን ሃስያ ዘኸትል ልምዲ ንምግታት ዝካየድ ጻዕሪ ክሕይል ዘዘኻኽር ስለ ዝኾነ ውህደት ናይ ኩሎም ኣካላት ክረጋገጽ ጸዊዑ። ኣብ መወዳእታ ኣብ ንዞባ ራዕታ መርዓ ትሕቲ ዕድመ ንምግታእ ውሽጣዊ ሕጊ ንምውጻእ ይስራሓሉ ከም ዘሎ ብምግላጽ፣ ምቕጻል ጎስጓሳዊ መደባት፣ ምድላው መጎሳጎሲ ጽሑፋት፣ ከምኡ'ውን ኩነታት ጎዳእቲ ልምድታት ኣብ ንኡስ ዞባታት ዓሰብን ዶብ ዶንካልያን ንምፍላጥ ዳህሳሳዊ መጽናዕቲ ምክያድ ካብ ናይ መጻኢ መደባት ምዃኑ ኣብሪሁ። ተሳተፍቲ ብወገኖም ነድማዕነት ዝሰላሰል መደባት፣ ኮሚተታት ምርግጋጽ መሰላትን ምውጋድ መርዓ ትሕቲ ዕድመን ክሽቦን፣ ኣብ ሕብረተሰብ ናይ ባህሪ ለውጢ ንምምጻእ ዝሕግዝ ንጥፈታት ከተግብራ ዝብል ርእይቶታት ሂቦም። ዋና ዳይረክተር ክፍሊ ማሕበራዊ ኣገልግሎት ኣቶ ሑመድ ዓሊ ኣብ ዝሃቦ መዛዘሚ ቃል፣ ኣብ ክሉ ደረጃታት ዝርከባ ኮሚተታት ምግታ ጎዳእቲ ልምድታት ብትግሃትን ዕቱብነትን ክሰርሓ ተላብዩ።
ባህላዊ ቅነ ኣብያተ ትምህርቲ ምብራቓዊ ኣፃድፍ ንኡስ ዞባ ዓዲ ቐይሕ ብ ዓሰርተ ሸሞንተ ሚያዝያ ኣብ ኣዳራሽ ባህታ ሓጎስ ተኻይዱ። ኣብዚ ቅነ ካብ መባእታ ኣብያተ ትምህርቲ ዓብዪ ግራት፣ ማይ ሊዐን፣ ካሪቦሳን ኢግላን ካብ ማእከላይን ካልኣይን ደረጃ ድማ ኣብያተ ትምህርቲ ኢግላን ሳፊራን ተሳቲፈን። ሓላፊ ስፖርት፣ ባህልን ጥዕናን መምህር ኣማኑኤል መልኣከ ኣብ ዝሃቦ መግለፂ ባህሊ መግለፂ መንነትን ክብርታትን ስለዝኾነ ተምሃሮ ብዝለዓለ ክሰርሕሉ ኣዘኻኺሩ። ሓላፊ ቤት ፅሕፈት ትምህርቲ መምህር በየነ ተስፋይ ብወገኑ፣ እቲ ቅነ ንባህሊ ሕብረተሰብና ዘጉልሕን መንእሰያት ከምዝፈልጥዎ ዝገብርን ከምዝኾነ ብምጥቃስ፣ ኣብ መፃኢ ብዝሰፈሐን ዝማዕበለን ከምዝስርሓሉ ኣብሪሁ። መምሃራን ብወገኖም ቅነ ኣብያተ ትምህርቲ ኪኖ'ቲ ኣብ መንጎ ተምሃሮን ኣብያተ ትምህርትን ዝፈጥሮ ናይ ሌላን ምልውዋጥ ተመክሮን ባይታ ኣብ ምውርራስ ባህልን ክብርታትን ዓቢ ተራ ስለ ዘለዎ ብዝሰፈሐ ክተሓዝ ተላብዮም። ኣብ መወዳእታ ንዝተዓወታ ኣብያተ ትምህርቲ ሽልማት ክዕደል ከሎ፣ ቤት ትምህርቲ ኢግላ ጎብለል ኮይና ተሸሊማ። ኣብ ንኡስ ዞባ ሽዕብ ካብ ኩለን ምምሕዳራት ከባቢ ንዝተዋፅኡ መምሃራን መዋእለ ህፃናት ብግብርን ክልሰ ሓሳብን ዝተሰነየ ኣብ ስርሖም ዝሕግዝ ስልጠና ብ ዓሰርተ ኣርባዕተን ዓሰርተ ሓሙሽተን ሚያዝያ ተዋሂቡ። እቲ ስልጠና ኣብ ኣገባብ ኣመሃህራ፣ ምድላው ውጥን ከምኡ እውን ስነ ምምህርናን ስነ ኣእምሮኣውን ዘተኮረ እዩ ነይሩ። ሱፐርቫይዘር ኣገልግሎት ቅድመ ትምህርቲ ኣብቲ ንኡስ ዘባ መምህር መርየም ዑስማን፣ እቲ ስልጠና ብፍላይ ኣብ ሓደስቲ መምሃራን ኣተኲሩ ከምዝተዋህበ ጠቒሳ፣ ነቲ እናዓበየ ዝኸይድ ዘሎ ተሳታፍነት ሓጋዚ ምዃኑ ገሊጻ። ሓላፊት ኣገልግሎት ቅድመ ትምህርቲ ዞባ ሰሜናዊ ቀይሕ ባሕሪ መምህር ጀሚላ ሓሰን ብወገና፣ ብደረጃ ዞባ ኣብ ዓመተ ትምህርቲ ክልተ ሽሕን ዕስራን ሓሙሽተን ክልተ ሽሕን ዕስራን ሽዱሽተን ኣብ መዋእለ ህጻናት ብዝሓየለ ይስራሕ ከምዘሎ ብምሕባር፣ እቲ ስልጠና ንተራ መምሃራን ክብ ከምዘብሎ ሓቢራ። ሓላፊ ቤት ፅሕፈት ኣብያተ ትምህርቲ ን ዞባ ሽዕብ ኣቶ ጅምዕ ሳልዕ ንሓፈሻዊ ኩነታት ደረጃን ኣገልግሎት ቅድመ ትምህርትን ኣመልኪቱ ኣብ ዘቕረቦ ፀብፃብ መጠን ተሳታፍነት ኣብዚ ዓመት እዚ ብኣስታት ሚእቲ ሚኢታዊት ዕብየት ከምዘርኣየ ብምሕባር እቲ ስልጠና ኣብዚ መዳይ እዚ ኣገዳስነቱ ልዑል ከምዝኾነ ኣረዲኡ። ኣብ ምምሕዳር ከባቢ ግርመ ንኡስ ዞባ ሻምብቆ ኣብ መባእታን ማእከላይን ደረጃ ዝረኣ ሕፅረት መምሃሪ ክፍልታት ንምፍታሕ ብተብግሶ ኮምን ምትሕብባር ኣሃዱታት እዚ ምዕራብ ተወሳኺ ክፍልታት ይስራሕ ኣሎ። ነቲ ስራሕ ንምዕማም ህዝቢ ገንዘቡን ጉልበቱን ኣወሃሂዱ ተበግሶ ክወስድ ከሎ ኣብቲ ከባቢ እትርከብ ኣሃዱ ሓይልታት ምክልኻል ድማ ብጉልበትን ሞያን ዕዙዝ ኣበርክቶ ትገብር ከምዘላ ኣመሓዳርቲ ምምሕዳር ከባቢ ኣቶ ዳዊት ብርሃነ ገሊፁ። እቲ ተበግሶ ነታ ኣብ ውጥን ያሬታ ኣብ ውስን መምሃሪ ክፍልታት ካብ መባእታ ክሳብ ካልኣይ ደረጃ ከተምህር ዝፀንሐት ቤት ትምህርቲ ምቹእ ናይ ምምሃርን ምትምህማርን ባይታ ዝፈጥር ምዃኑ ዝሓበረ ርእሰ መምህር ቤት ትምህርቲ መምህር ፊሊሞን ተኽለማርያም እቲ ስራሕ ሓሙሽተ ንመምሃሪ ሰለስተ ንካልእ መዓላ ዘገልግል ክፍልታት ከም ዘጠቓለለ ኣረዲኡ። ኣዛዚ ብርጌድ ናይታ ኣብቲ ስራሕ ተዋፊራ ዘላ ኣሃዱ ብወገኑ፣ እቲ ስራሕ ክሳብ ዝዛዘም ኣበርክቶኦም ቀጻሊ ምዃኑ ኣረጋጊጹ። ነበርቲ ምምሕዳር ከባቢ ግርሚ ብወገኖም፣ ምስ ኣባላት ሓይልታት ምክልኻል ተወሃሂዶም ዘሰላስልዎ ዘለዉ ህንጸት ተወሰኽቲ መምሃሪ ክፍልታት፣ ደቆም ኣብ ቀረባ ክሳብ ካልኣይ ደረጃ ዝመሃሩሉ ባይታ ዘውሕስ ምዃኑ ልዑል ኣገዳስነት ከም ዘለዎ ገሊጾም። ዝስዕብ ዜና ሃገራት ወጻኢ እዩ፣ ንምክትታልኩም ደጊመ ብኽብሪ ዕድም። ኣብ ዜና ወጻኢ ኣመሪካን ኢራንን ብምጥሓስ ስምምዕ ምቁራጽ ተኹሲ ንሓድሕደን ይወቓቐሳ ከም ዘለዋ ተቓሊሑ። ኣፈኛ ሚኒስትሪ ጉዳያት ወጻኢ ኢራን ኣብ ዝሃቦ መግለጺ፣ ኣመሪካ ኣብ ልዕሊ ካብን ናብን ወደባት ሃገሩ ዝካየድ ምንቅስቓስ ንግዳውያን መራኽብ ኣጽኒዓቶ ዘላ እገዳ ንዝተገብረ ስምምዕ ምቁራጽ ተኹሲ ዝጥሕስ ዘይሕጋውን ገበናውን ተግባር ከም ዝኾነ ወቒሱ። ፕረዚደንት ዶላን ትራምፕ ብወገኑ፣ ኢራን ብመጻብቦ ሆርመዝ ክሓልፉ ኣብ ልዕሊ ዝፈተና ንግዳውያን መራኽብ ዝፈጸመቶ መጥቃዕቲ፣ ነቲ ስምምዕ ብኸቢድ ዝጥሕስ ከምዝኾነ ብምኽሳስ፣ ኢራን ኣብ ስምምዕ ምስ ዘይትበጽሕ ንክሎም ትካላት መወንጨፊ ሓይሊ ኤሌክትሪክን ድልድላትን እታ ሃገር ከምዘዕንዎ ደጊሙ ኣጠንቂቑ ኣሎ። ወከልቲ ኣሜሪካ ነቲ ምስ ኢራን ዝካየድ ዝርርብ ንምቕጻል ሎሚ ዕስራ ሚያዝያ ናብ ከተማ ኢስላምባድ፣ ፓኪስታን፣ ከምዝኣትው እውን ሓቢሩ። ይኹን እምበር ኢራን ብኣሜሪካ ኣብ ልዕሊ ወደባታ ጸኒዑ ዘሎ እገዳ ከይተላዕል ናብ ዝርርብ ከምዘይትምለስ እያ ትገልጽ ዘላ። እዚ ከምዚ እንከሎ ፕረዚደንት ትራምፕ ሓይሊ ባሕሪ ሃገሩ ብኣሜሪካ ጸኒዑ ዘሎ እገዳ ክትጥሕስ ናብ ዝፈተነት ናይ ጽዕነት መርከብ ኢራን ተውኪሱ ኣብ ወሽመጥ ዖማን ኣብ ትሕቲ ቁጽጽር ከም ዘእተዎ ኣፍሊጡ። ሓይሊ ባሕሪ ኣሜሪካ ንትሽዓተ ሰዓታት ድሕሪ ዝሃቦ ተኸታታሊ መጥቃዕትታት ንሞተረ ናይታ መርከብ ብምውቃዕ ደው ከምዘበሎ ፕረዚደንት ትራምፕ ተወሳኺ ገሊጹ። መንግስቲ ኢራን ነቲ ስጉምቲ ናይ ባሕሪ ሽፍትነት ክብል ብምግላጽ ብትሪ ኮኒንዎ ኣሎ። ሰራዊት ኢራን ብወገኑ ከም መልሰ ግብሪ ናይቲ ስጉምቲ ኣብ ልዕሊ ሓያሎ መራኽብ ኲናት ኣሜሪካ ናይ ሰብ ኣልቦ ነፈርቲ መጥቃዕቲ ከምዘካየደ ኣፍሊጡ። ኢራን ብምኽንያት'ቲ ኣብ መንጎ ሊባኖስን እስራኤልን ዝተበጽሐ ስምምዕ ምቁራጽ ተኹሲ ብ ዓሰርተ ሸውዓተ ሚያዝያ ንመጻብቦ ሆርሙዝ ንምንቅስቓስ ንግዳውያን መራኽብ ክትከፍቶ'ኳ እንተወሰነት፣ ምምሕዳር ፕረዚደንት ዶላንድ ትራምፕ ኣብ ልዕሊ ወደባታ ኣጽኒዕዎ ዘሎ እገዳ ከልዕሎ ፍቓደኛ ብዘይምዃኑ ግና ብ ዓሰርተ ሸሞንተ ሚያዝያ ዳግማይ ከም ዝረገጦ ዝፍለጥ እዩ። ምስዚ ተኣሳሲሩ ዋጋ ነዳዲ ኣብ ዕዳጋታት ዓለም ንበርሚል ናብ ልዕሊ ተስዓን ኣርባዕተን ዶላር ከም ዝነሃረ ተቓሊሑ። ቀዳማይ ሚኒስተር ስጳኛ ፔትሮ ሳንቸዝ ሃገሩ ነቲ ኣብ መንጎ ኤውሮጳዊ ሕብረትን እስራኤልን ኣብ ክልተ ሽሕ ዝተኸተመ ምኽባር ሰብኣዊ መሰላት መሰረት ዝገበረ ናይ ምትሕብባር ስምምዕ ንምቁራጽ ዝዓለመ እማመ ከም እትወጽእ ሓቢሩ። ቀዳማይ ሚኒስተር ቻንዘዝ ኣብ ዝሃቦ መግለጺ እስራኤል ኣብ ወሽመጥ ቃዛን ሊባኖስን ንኣህግራዊ ሕግን ሰብኣዊ መሰላትን ዝጥሕስ ተግባርነት ትፍጽም ከምዘላ ብምውቃስ ስትራቴጂካዊት መራሕትን መሓዛን ኤውሮጳዊ ሕብረትን ኮይና ክትቅጽል ከም ዘይትኽእል ኣነጺሩ። እቲ ብምትሕብባር ስጳኛን ኣየርላንድን ዝተዳለወ እማመ፣ ጽባሕ ዕስራን ሓደን ሚያዝያ ኣብ ሉክስምበርግ ኣብ ዝካየድ ኣኼባ ሚኒስተራት ጉዳያት ወጻኢ ኤውሮጳዊ ሕብረት ከም ዝቐርብ ቀዳማይ ሚኒስተር ሳንቸዝ ብተወሳኺ ኣፍሊጡ። ይኹን እምበር እቲ እማመ ተግባራዊ ክኸውን ዕስራን ሸውዓተን ኣባል ሃገራት ኤውሮጳዊ ሕብረት ምሉእ ድምጺ ስለ ዘድልዮ ከቢድ ብድሆ ክገጥሞ ከም ዝኽእል'ዮም ምስቲ ጉዳይ ቅርበት ዘለዎም ተንተንቲ ዝእምቱ። እስጳኛ ወርሒ ሰነ ክልተ ሽሕን ዕስራን ሓሙሽተን እውን ነቲ እስራኤል ኣብ ወሽመጥ ቃዛ ተካይዶ ዘላ መጥቃዕትታት ብምቅዋም ተመሳሳሊ እማመ ኣቕሪባ ምንባራ ዝዝከር እዩ። መንግስቲ እስጳኛ ኤውሮጳዊ ሕብረት ኣብ ልዕሊ እስራኤል ናይ ኣጽዋር እገዳ ከጽንዕ ብተደጋጋሚ ዝጽውዕ ጸኒሑ። እዚ ከምዚ ኢሉ እንከሎ ቀዳማይ ሚኒስተር ሳንቸዝ ሃገሩ ንኲናት ኣሜሪካን እስራኤልን ኣብ ልዕሊ ኢራን ከም እትቃወሞ ደጊሙ ኣነጺሩ ኣሎ። ኣብ ጃፓን ብቀዳመይቲ ሚኒስተር ሳናይ ታካይቺ ዝምራሕ መንግስቲ ንዝኽተሎ ዘሎ ወታደራዊ ፖሊሲ ዝቃወም ሰፊሕ ሰልማዊ ሰልፊ ተኻይዱ። ኣብ ከተማ ቶክዮን ካልኦት ከተማታትን ዝተኣኻኸቡ ዓሰርተታት ኣሽሓት ሰልፈኛታት ንሰለማዊ ቅዋም ጃፓን ንምቕያርን ኣብ ሰደድ ኣጽዋር ንዓመታት ዝጸንሐ እገዳ ንምፍኳስን መንግስቲ ንዝወስዶ ዘሎ ስጉምቲ ብትሪ ኮኒኖሞ። ብዘይካ'ዚ እቶም ሰልፈኛታት፣ መንግስቲ ጃፓን ኣብ ክልተ ሽሕን ዕስራን ሽዱሽተን ወተሃደራዊ ጽላት ዝሰልዖ ገዚፍ ባጀት ንሃገሮም ናብ ኲናት ዘእቱ ሓደገኛ ስጉምቲ ከምዝኾነ ስግኣቶም ብምግላጽ ቀዳመይቲ ሚኒስተር ሳናይ ታካይቺ ካብ ስልጣና ክትወርድ ጸዊዖም። ቀዳመይቲ ሚኒስተር ጃፓን ኣብ ዞባ ኢንዶ-ፓሲፊክ ብሰንኪ ተፈጢሩ ዘሎ ጸጥታውን ወተሃደራውን ዘይምርግጋእ ክመጽእ ዝኽእል ስግኣት ንምምካት ወተሃደራዊ ዓቕሚ ሃገራ ብዓይነትን መጠንን ንምዕባይ ቀዳምነት ሂባ ከም እትሰርሕ'ያ ክትገልጽ ጸኒሓ። ጃፓን ወተሃደራዊ ዓቕማ ንምዕባይ እትወስዶ ዘላ ስጉምቲ፣ ሩስያን ቻይናን ካብ ዝርከበን ሃገራት'ቲ ዞባ ተሪር ተቓውሞን ኩነኔን ይገጥሞም ከም ዘሎ ጸብጸባት ይሕብሩ። ጃፓን ዓሰርተ ሓደ ዘመናውያን መራኽብ ኲናት ንኣውስትራልያ ክሸጠላ ዘኽእል ናይ ሸውዓተ ቢልዮን ዶላር ወተሃደራዊ ውዕል ኣብ ዝሓለፈ መዓልታት ከም ዘኸተመት ዝዝከር'ዩ። ትማሊ ዓሰርተ ትሽዓተ ሚያዝያ ኣብ ደቡባዊ ክፋል ህንዲ ኣብ ዝርከብ ፋብሪካ ርችት ብዘጋጠመ ሓደጋ ባርዕ ብውሕዱ ዕስራን ሰለስተን ሰባት ከምዝሞቱ ንሰብ መዚ ሲቪላዊ ድሕነት እታ ሃገር ብምጥቃስ ማዕከናት ዜና ኣቃሊሐን። በቲ ሓደጋ ከቢድ ኣካላዊ ጉድኣት ዝወረዶም ዝርከቦም ሓያሎ ካልኦት ከምዝቖሰሉ ዝሓበሩ እቶም ሰብ መዚ፣ ቁጽሪ ግዳያት ክዛይድ ከምዝኽእል ኣሚቶም። እቲ ሓደጋ ባርዕ ሰራሕተኛታት ናይቲ ፋብሪካ ርችት ንምስራሕ ንዘገልግል ኬሚካላት ኣብ ዘዳልዉሉ ዝነበሩ እዋን ከምዘጋጠመ ማዕከናት ዜና ህንዲ ሓቢረን። ኣብ ህንዲ ምትኳስ ርችት ኣብ ሃይማኖታዊ፣ ባህላውን ህዝባውን በዓላት ጽምብላትን ጉኑን ምዃኑ ዝገልጹ ጸብጻባት፣ እቲ ጽላት ካብ ዓበይቲ ንግዳዊ ጽላታት ህንዲ ምዃኑ ይሕብሩ። እንተኾነ ኣብ መስርሑ ኣብ ዝተዋፈራ ትካላት ንዝረኣ ናይ ድሕነት ጉድለታት ሓያሎ ሓደጋታት ክኽሰት ምጽንሑ እዩ ዝግለጽ። ሜክሲኮ፣ ስጳኛን ብራዚልን ልኡላውነት ግዝኣታዊ ሓድነተን ኪባ ከኽብር ጸዊዐን። እተን ሃገራት ነዚ ጻዊዒት ዘቕርባ፣ ፕረዚደንት ዶላንድ ትራምፕ ንኪባ ናይ ምቁጽጻር ድልየት ከምዘለዎን ኣብ ልዕሊኣ ወተሃደራዊ ስጉምቲ ክወስድ ከምዝኽእልን ብተደጋጋሚ ኣብ ዘጠንቅቐሉ ዘሎ እዋን'ዩ። ሰለስቲኤን ሃገራት ኣብ ዘውጽእኦ ሓበራዊ መግለጺ፣ ህዝቢ ኪባ መጻኢኡ ባዕሉ ናይ ምውሳን መሰል ከም ዘለዎ ብምጥቃስ፣ ኣብ ልዕሊ ኪባ ንዝካየድ ንግዳዊ ወተሃደራዊ ምትእትታው ብትሪ ከም ዝቃወምኦ ኣፍሊጠን። ብዘይካዚ ኩሎም ወገናት ንሃገራዊ ሕግን ቻርተር ውድብ ሕቡራት ሃገራትን ዝጻረር ስጉምቲ ካብ ምውሳድ ክሕየቡን ናብ ዲፕሎማስያዊ ዘተ ክመጹን ኣተሓሳሲበን። ብተወሳኺ ኣብ ኪባ ተኸሲቱ ዘሎ ከቢድ ሰብኣዊ ቅልውላው ዋሕዲ መግቢ፣ መድሃኒት፣ ነዳድን ከምኡ'ውን ምስ ምቁራጽ ሓይሊ ኤለትሪክ ኣተኣሳሲሩ ተፈጢሩ ዘሎ ጸገማት ንምቅላል ሓበራዊ ሰብኣዊ ሓገዝ ንምቕራብ ተሰማሚዐን። ምምሕዳር ፕረዚደንት ዶላንድ ትራምፕ ኣብ ዝሓልፈ ወርሒ ጥሪ ኣብ ልዕሊ ኪባ ዝወሰነቶ ናይ ነዳዲ እገዳ፣ እታ ሃገር ኣብ ከቢድ ናይ ጸዓትን ቁጠባን ቅልውላው ተሸሚማ ከምዘላ'ዮም ጸብጸባት ዝሕብሩ። እቲ እገዳ ንመንግስቲ ኪባ ንምውዳቕ ዝዓለመ ከምዝኾነ'ዮም ምስቲ ጉዳይ ቅርበት ዘለዎም ወገናት ዝሕብሩ። ቅልውላው ሓድሰ ሴት ኮርያ እናበኣሰ ኣብ ዝመጸሉ ዘሎ እዋን፣ ሰሜን ኮርያ ትማሊ ዓሰርተ ትሽዓተ ሚያዝያ ፈተነታት ባሊስቲክ ሚሳይላት ከምዘካየደት ደቡብ ኮርያ ከሲሳ። እዚ ሰሜን ኮርያ ዘካየደቶ ፈተነ ኣብዚ ዓመት እዚ ሻውዓይ፣ ኣብ ወርሒ ሚያዝያ ድማ ራብዓይ ምዃኑ ተሓቢሩ። እቲ ሚሳይላት ናብ ምብራቓዊ ማያዊ ግዝኣት ሰሜን ኮርያ ሚእትን ኣርባዓን ኪሎ ሜተር ድሕሪ ምጉዓዝ ኣብ ባሕሪ ጃፓን ከምዝዓለበ ሰበ ስልጣን ሰራዊት ደቡብ ኮርያ ሓቢሮም። ሰራዊት ደቡብ ኮርያ፣ ኣሜሪካን ጃፓንን ነቲ ኩነታት ብዕቱብ ይከታተልዎን ሓበሬታ ይለዋወጡን ከም ዘለዉ ኣፍሊጦም። ሚኒስትሪ ምክልኻል ጃፓን ኣብ ዘውጽኦ መግለጺ፣ እቲ ሚሳይላት ካብ ቁጠባዊ ዞባ ጃፓን ወጻኢ ከም ዝወደቐን ኣብ ልዕሊ መራኽብ ዝኾነ ጉድኣት ከም ዘየውረደን ኣረጋጊጹ'ሎ። ሰሜን ኮርያ ከም መልሰ ግብሪ ነቲ ሰራዊት ደቡብ ኮርያን ኣሜሪካን ኣብ ዶባታ ዘካይድዎ ዘለዉ ተኹታዂ ክትብሎ ዝገለጸቶ ተኸታታሊ ወተሃደራዊ ልምምዳት ፈተነታት ዘመናዊ ኣጽዋር ከተካይድ ምጽንሓ ጸብጻባት ይሕብሩ። ሓበራዊ ወተሃደራዊ ንጥፈታት ኣመሪካን ደቡብ ኮርያን፣ ቅልውላው ሓውሲ ደሴት ኮርያ ክኸርር ቀንዲ ምኽንያት ኮይኑ ከምዘሎ ናይ ቀረባ ተዓዘብቲ ይጠቕሱ። ናይ መወዳእታ ዜና ፈረንሳን ግሪኽን ኣብ ክልተ ሽሕን ዕስራን ሓደን ዝኸተምኦ ስትራቴጂካዊ ወተሃደራውን ጸጥታውን ስምምዕ ንተወሳኺ ሓሙሽተ ዓመታት ኣመሓይሸንኦን ከሐድስኦን ኣብ ምርድዳእ በጺሐን። ምሕዳስ ናይቲ ስምምዕ ፕረዚደንት ኢማኑኤል ማክሮን ካብ ዕስራን ኣርባዕተን ክሳብ ዕስራን ሓሙሽተን ሚያዝያ ናብ ግሪኽ ኣብ ዝገበሮ ወግዓዊ ምብጻሕ ክኽትም ትጽቢት ይግበር። እቲ ዝሕደስ ስምምዕ፣ ኪኖ ጽላታት ምክልኻልን ጸጥታን ንዓውድታት ቁጠባ፣ ቴክኖሎጂን ምህዞን፣ ከምኡ'ውን ሳይበራውን ሲቪላውን ድሕነት ዘጠቓለለ ክኸውን እዩ። እቲ ኣብ ወርሒ መስከረም ክልተ ሽሕን ዕስራን ሓደን ዝተኸተመ ስምምዕ፣ ዝኾነ ጊዳማዊ ተጻብኦ ኣብ ዘጋጥመሉ፣ ሓንቲ ሃገር ነታ ካልእ ሃገር ወተሃደራውን ጸጥታውን ደገፍ ክትገብረላ ዘኽእል እዩ። ከም ኣካል እቲ ስምምዕ፣ ግሪኽ ዕስራን ኣርባዕተን ነፈርትን ሰለስተ መራኽብ ኲናት ፈረንሳን ክትዕድግ ከም እተሰማምዐት ዝዝከር እዩ። እዚ ወተሃደራዊ ምንቅስቓስ ግሪኽ ናብታ ብጉዳይ ምብራቓዊ ማእከላይ ባሕሪ ተተፋኒና ምስኣ ዘላ ቱርኪ መልእኽቲ ዘመሓላልፍ ምዃኑ'ዮም ምስቲ ዞባ ቅርበት ዘለዎም ተንተንቲ ዝእምቱ። ዜና ንምዝዛም ኣርእስቲ ክንደግም። ኣብ ንኡስ ዞባ ዓረዛ ንልዕሊ ሚእቲ ዜጋታት መጥባሕቲ ዓይኒ ተኻይዱ። ኣብ ደቡባዊ ቀይሕ ባሕሪ ጎዳእቲ ልምድታት ንምግታእ ዝተኻየደ ንጥፈታት ተገምጊሙ። ኣብ ንኡስ ዞባ ዓዲ ቐይሕ ባህላዊ ስነ ቅነ ኣብያተ ትምህርቲ ምብራቓዊ ኣፃድፍ ተኻይዱ። ኣመሪካን ኢራንን ብምጥሓስ ስምምዕ ምቁራፅ ተኹሲ ንሓድሕደን ይወቓቐሳ ከም ዘለዋ ተቓሊሑ። እስጳኛ ነቲ ኣብ መንጎ ኤውሮጳዊ ሕብረትን እስራኤልን ዘሎ ናይ ሓባር ስምምዕ ንምቁራፅ እማመ ከምእትቕርብ ኣፍሊጣ። ኣብ ጃፓን ብቀዳመይቲ ሚኒስትር ሳናይ ታካይቺ ዝምራሕ መንግስቲ ንዝኽተሎ ዘሎ ፖሊሲ ዝቃወም ሰላማዊ ሰልፊ ተኻይዱ። ክቡራት ተኸታተልቲ ናይ ሰዓት ዜና ኣብ ዝተዛዘየንሎ ምስ ተርፉ መደባትና ንሓድገኩም ብወገነይ ብሩኽ መዓልቲ